ሰላም ተኸታተልቲ ናይዚ ቻነል ከመይ ትኾኑ ፅቡቅ ክትኮኑ ናይ ወትሩ ትምኒትና እዩ ሎሚ እውን ከም ወትሩ ልዑል ኣገዳስነት ዘለዎም ዜናታት ናባኹም ሒዝና ቀሪብና ኣለና መቸም ድሕሪ ነዊሕ ትፅቢታት ፕሬዚደንት ዶናልድ ጀይ ትራምፕ መበል ኣርብዓን ሸውዓተን ፕሬዚደንት ናይ ኣሜሪካ ኮይኑ ቃለ ማሕላ ፈፂሙ ናብ ኦፊስ ኣትዩ ድሮ ንዓለም ጫቑጫቑ ከብላ ጀሚሩ ኣሎ ኦፍኮርስ ዶናልድ ትራምፕ ኢዝ ነውን ፎር ስ ዶናልድ ትራምፕ ዘፍልጦ ነገር እንተሎ ድራማ ኪንግ ናይ ድራማ ሰብ እዩ ኩሉ ግዜ ድራማ ኣላ ኣብ ዝርኡ ኦልሬዲ መዓት ኤግዜክቲቭ ኦርደርስ ፈሪሙ ኣሎ ብዙሓት ሃገራት ስግኣት ተሰሚዕዎን ከም ዘሎ ንካልኦት ድማ ዋላ ነቶም መሓዙት እውን ኣይትቕሰኑ ዝዓይነቱ ስራሕ ብምግባር እዩ ዝቕፅል ዘሎ ስለዚ ዲስ ኢዝ ጎይንግ ቱ ቢ እዚ ዝመፅእ ኣርባዕተ ዓመት ፍሉይ ኣርባዕተ ዓመት ክኸውን ምዃኑ ንፈልጥ ኢና ማለት ዶናልድ ትራምፕ ቅድሚ ሕጂ ነይሩ ግን ከምዚ ናይ ሎሚ ስልጣን ሒዙ መፅ ይፈልጥን እዩ ከምዚ ናይ ሎሚ ደገፍ ሒዙ መፅ ይፈልጥን እዩ ስለዚ ኩሉ ሃገር ካብ ኩሉ ጫፍ

ካብቲ ኩሉ ምርጫ ናይ ኣሜሪካ ዘሎ ሰርከስ ኩሉ እቲ ሓሸውየ ዘሎ እታ ዝበለፀት ክፋል ናቶም እዚኣ ክፋል እዚኣ እያ ዳደ ፓወር ከመይ ገይሩ እቲ ስልጣን ካብ ሓደ መርሕነት ናብ ካልእ ፒስፉል ትራንስፈር ኦፍ ፓወር ይብሎ ሰላማዊ ምስግጋር ናይ ስልጣን እቲ ኣመራርፃ ብዙሕ ግዜ ስለተዛረብናሉ ዘረባ የድልዮን እዩ ዳሓን ኣብዚኣ እውን

እዚ ንሪኦ ዘለና ልክዕ ዶናልድ ትራምፕ ድማ ከምቲ ቅድሚኡ ዝነበረ ሰብ ኢዱ ንላዕሊ ገይሩ ሓንቲ ኣብዚ ናይ ዶናልድ ትራምፕ ብዙሕ ሰብ ኣብ ሶሻል ሚድያ ዝዛረበላ ዘሎ ኢዱ ኣብ ልዕሊ ቅዱስ መፅሓፍ ኣይገበረን ኣሎ እዮም ዝብሉ ኣብ ኤክስ ፖስት ገይሮሞ ነይሮም ግን ኣይ ዶንት ቲንክ ደይ መደይ ኢላ ይመስለን ሜይ ቢ ረሲዕዎ ክኸውን ይኽእል ወይ ሜይ ቢ ኣይ ዶንት ኖ ዋትኤቨር ኢት ኢዝ ግን ብዛዕባ እታ ርእሲ እዚ ክዝረብ ሰሚዐ ኣለኹ ኣነ ኣብ ኤክስ ክዘውር እየ ኣለኹ በታ ደዝም ፅቡቅ እንዲዩ ግቡእ እንዲዩ ክገብር ነይርዎ ግን ምስልምታይ ኣይገበረን ወይ ረሲዕዎ ድዩ ገለ መለ ኣይዶ ነው እቲ ኣገዳሲ ክፋል ከምታ ዝበልኩም እዚ ምስግጋር ናይ ስልጣን ኣብ ኣሜሪካ ሓደ ካብቲ እታ ዝበለፀ ዝገብርዋ ሳያቲ ኣገባብ ኣመራርፃ ብዝሒ ገንዘብ ሃብታማት ዝኣተዎ ብቢልዮነራት ዝዝወር ሰሜኒ ክስታት ኣብኡ ክትዛረቦ ትኽእል ንድ እቲ መሓለ ክፍፀም ከሎ ድማ ኩላቶም ተማዊ ዘለዉ በቲ ሓደ ክበሃል ከሎ መሰኻኽር እዮም እዮም ዝበሃሉ ስለዚ ኩሎም ብሂወት ዘለዉ ፕሬዚደንታት ናይ ኣሜሪካ ቅድሚ ሕጂ ዝነበሩ ይሳተፉ ብምሎም ስድራ ቤት ኣለዉ በቲ ሓደ ወገን ፅቡቅ ገይሮም ኣይቀጥሕዎምን እምበር ናይተን ዓበይቲ ካምፓኒታት ናይ ኣሜሪካ ሲኢኦታት ብምሎም ድማ ኣብ ኣለዉ ስለዚ ሓደ ካብቲ ኣዛራብ ኣርሲ ኮይኑ ዘሎ ድማ እቲ ቢልዮነር ክላስ ነቲ ኩናት ነቲ ነቲ ምርጫ ሙሉ ብምሉእ ተቆፃፂርዎ ዝብል ዘረባ እዩ ዘሎ ካብ ብምቕፃል ኦፍ ኮርስ ስትሬት ናብቲ ኤግዜኪቲቭ ኦርደርስ ናብ ምፍራም እዩ ዝኸይድ ፕሬዚደንት መጀመርያ ከምቲ ዝበልኩኹም ኣብ ከባቢ ዙርኡ ምሉኣት ስድራ ቤት ናቱ ኮይኖም እዮም ተሳቲፎም ነይሮም ስለዚ ኣብዚ ስድራ ቤት ምሉእ ከምኡ ድማ ካልኦት ፖለቲከኛታት መን ተዓዲሙ ነይሩ መን ኣይተዓደመን ክንርኢ ናብዚ ሓደ ካብቲ ኣዛራቢ ኮይኑ ዘሎ ኣርእስቲ እሱ ስለዝኾነ ኣብዚ ባይደወይ ቭላድሚር ፑቲን መልእኽቲ ሰዲዱ ኣሎ

ዝዓደሞምን ዝጠለሞምን ወይ እውን ዝነፀጎምን ሓቲቶም ዝነፀጎም ካለው ስለዚ ሓደ ካብ እቶም ዝተዓደሙ ናብኡ ናይ ጥልያን ፕራይም ሚኒስተር ጆርጅ ሜሎኒ ቅድሚ ዝተወሰነ ግዜ ረኪባቶ ነይራ ሕጂ ድማ ኣብቲ ኢናጉሬሽን ተዓዲማ ኣላ ከምኡ ድማ ቪክተር ኦርባን ናይ ሃንጋሪ ስለዚ ኣብ ኤሮፓ እቶም ክልተ ከዋክብቲ ናይ ዶናልድ ትራምፕ ወይ እውን ቀረባ መሓዙቱን ዕሩክቱን እዚኦም ክልተ እዮም ናይ ሃንጋርን ናይ ጥልያንን ክልቲኦም ድማ ሓደ ዓይነት ምልክት ዘለዎም እዮም ክልቲኦም የማናይ ክንፊ ፖለቲከኛታት እዮም ስለዚ እዞም ናይ የማን እዮም ኣብ ኣርጀንቲና ተኸይድካ ካብ ናይ የማናይ ኣብ ጫፍ ናይ የማን ዘሎ ድማ ኸብየር መለይ እዩ ማለት እዩ ንሱ ተዓዲሙ እቶም ካልኦት ክልተ ድማ ናይ ኤኳዶር ከምኡ ድማ ፓራጓይ እዚኦም ኣብ ላቲን ኣሜሪካ ኣሜሪካ ምስ ብቀረባ ዝሰርሑ እዮም ማለት እዩ ስለዚ እዚኦም ተዓዲሞም ኣለዉ what is missing ኣብዚ እንታይ ተሪፉ ኣሎ እቲ ዝዓበየ ኣላያንስ ናይ ኣሜሪካ መን እዩ ንነብሶም ኣትሊስት ከምኡ ኢሎም ዝሓስብዋ መን እዮም ኤሮፓ ኤሮፓ ኢዝ ኖት ሬፕሬዘንትድ ብኮሚሽን ናይ ኤሮፓ ሕብረት ማለት እዩ ዋላ እውን ብጀነራሊ ብኤሮፓ ክትዛረብ ከለካ ጀርመንን ፈረንሳን ዩክሬን እየን ዝመፀተን ቀዳሙ

በንጻሩ ህንዲ ቶፕ ዲፕሎማት ናታ ሚኒስትሪ ጉዳያት ወፃኢ ናይቲ ሃገር ተዓዲሙ ነይሩ ናይ ቻይና ድማ ንፕሬዚደንት ሺ ዓዲምዎ ነይሩ ዶናልድ ትራምፕ እንተኾነ ዶናልድ ሺ ክንዱ ቶፕ ዴሌጌሽን ምክትል ፕሬዚደንት ይመስለኒ ንዑ ናብ ሰዲዱ ማለት እዩ እንደን ብወገን እንግሊዝ ድማ እቲ ተቃዋሚ ፓርቲ ዘሎ እቲ ኒግል ፈራጅ ዝበሃል ተዓዲሙ ማለት እዩ ኣካል ናይቲ ባይቶ እዩ

ኪ ዝበሃላ ሰለስተ ወሰንቲ ሃገራት ናይ ኤውሮጳ ተባሂለን ዝእመነለን ዝነበራ ሃገራት ሰለስተ እየን ንሳተን ድማ ዩከይ ጀርመኒ ን ፍራንስ እዘን ሰለስተ ናብ ኣብ ኤውሮጳ ማለት ተን ዝዓበየ ሃገራት ዝበሃላ ሰን እየን ብቁጠባ ብኩሉ ማለት እዩ ሰለስተ እየን ድማ ኣይተዓደማን ዳት ኦረዲ ሲግናል እስከቲ ኤሮፓ ሕብረት ኮሚሽን ገለመለ ፕሬዚደንት ኡርሱላ ቨንደርላይን ገለመለ ትብል ትኽእል ኢኻ ሰለስትኦም እዚኦም ኣይተዓደሙን ሰለስትኦም ድማ ፖለቲካል ስትራግል ዝገብሩ ዘለዉ ወይ ቦትኦም እውን ፅቡቅ ዘይውሓሰ እዩ ብፍላይ እቲ ናይ ዓዲ እንግሊዝ ዘሎ ፕራይም ሚኒስተር ኣዋርሕ ገይሩ ዘሎ ኣብ ስልጣን ግን ብጣዕሚ ብርቱዕ እዚ ቀጻሊ ተጻቦ የጋጥሞ ኣሎ፣ ኣንጻሩ ብብዙሕ ምንቅስቓሳት ይግበር ኣሎ፣ ምክንያቱ ብጀካ ናይ ኩናት ካልእ ፍሉይ ነገር ክገብር ስለ ዘይተራየ ኦፍኮርስ ናይ ጀርመን ቦትኡ ገዲፉ መንግስቲ ወዲቑ ሓድሽ ምርጫ ዝዳሎ ዘሎ እዩ ስለዚ ንዑ ምዕዳም ትርጉም እውን ኣይነበሮን ናይ ፈረንሳ ብህዝቢ ተቐባልነት ዘይብሉ ኣብ ዝተፈላለየ ብጣዕሚ ተጠላቂ ዘሎ መራሒ ስለ ዝኾነ ሰለስቲኦም ድማ እቲ ዝግባእ ዕድመ ይረኸቡን ብመንፅሩ እዚኦም ሰለስቲኦም ክረስዑ ከለዎ ወይ እውን እዞም ሰለስተ ፖለቲከኛታት ሕማቕ ምህላው እተን ኣገደስቲ ሃገራት ኤሮፓ ሕማቕ ከም ዝህልዋ ስለ ዝገብር ስእሊ ናይ ኤሮፓ ፅቡቅ ክኸውን ከም ዘይከውን እዩ ዝገብር ዘሎ ስለዚ ኤሮፓ ኣብዚ ስተጅ እዚ ኣይ ፅቡቅ ሬፕሬዘንቴሽን ኣይረኸበትን These two leaders were recently criticized by Elon Musk and uh,

እቲ ብፍሉይ ተርእዮ ዝበልዎ ቴክ ቢልዮኔርስ ናይ ዓለምና ዝሃብተሙ ነቲ ስቴጅ ዶሚኔት ገይሮሞ። ካቢነ መሰረት ደሓን ካባይ ንላዕሊ ነዚ ጉዳይ እዚ ዝበልዎን ዝተዛረብሉን ዘማረርሉን ሰባት ነይሮም እዮም so we can listen to them uh, what's going on uh, let's go here no sorry uh, I had it here

እዚ እቲ ራውንድ ዝገብር ዘሎ እቲ ቀንዲ ኣዛራቢ ዝኾነ ኣብ ኣሜሪካ ኔክስት ፎር ይርስ ዝመፅእ ኣርባዕተ ዓመት ዴሞክራትስ ሰይፎም መዚዞም በትሮም መዚዞም ኩሉ ነገሮም መዚዞም ኣንፃር እዚ ኩነታት እዮም ክቃለሱ ክፍትኑ እቲ ሪካሊብሬሽን እቲ ዴሞክራትስ ዘሕፍርን ሕማቕ ስዕረትን እንዲ ኣጋጢምዎ ዘሎ ጠቕላላ እዩ ዲስትሮይድ ኮይና እቲ ዝሓለፈ ምርጫ እዚ ከዓ ኣጀንዳታት ናቱ ኩሉ ናይ ሰይጣናዊ ኣጀንዳታት ሒዙ ስለ ዝነበረ ዲሞክራትስ ቀደም ነቲ ታሕተዋይ ደረጃ ናይ ህዝቢ ዝውክል እዩ ዝበሃል ነይሩ ግን ካቦም ሃዲሞም ኣብቲ ናይ ኣፅዋር ካምፓኝታት ተፀጊዑ ውግእን ዕግርግርን ግብረ ሰዶምን ግብረ ሰይጣንን ጥራይ ክጉስጉስ ስለ ዝፀንሐ ህዝቢ ብምሉ ዕልዋ ገይሩ ጉሒፍዎ ነቲ ፓርቲ ማለት እዩ ሕጂ ነብሶም ናይ ግድን ከድሕኑ ኣለዎም ኩሎም እዞም ቢልዮነራት ትሪኦም ዘለዎም ብምሎም ብጀካ ሓደ ሓደ ኩሎም ዴሞክራሲ ዝነበሩ እዮም ጉሒፎሞ ነቲ ፓርቲ ናብ ዶናልድ ትራምፕ ቅድሚ ሕጂ ዶናልድ ትራምፕ መፅኡ ነይሩ ከምዚ ገይሮም ተቐቢሎሞ ይነበሩ ሽዑ መጀመርያ መፅኡ ካልኣይ ግዜ ክመፅእ ምኳኑ ክመፅእ ዝኽለሉ ደረጃ እዩ ነይሩ ሕጂ ካልኣይ ግዜ ክመፅእ ኣይኮነን ሕጂ ዝወስድዎ ዘለዉ ሪስክ ድሕሪ ኣርባዕተ ዓመት ዶናልድ ትራምፕ እቲ ዲሞክራሲ ናይ ኣሜሪካ ቅፅል ተኮይኑ ክወዳደር ኣይክእልን እዩ ስለዚ ቢግ ሪስክ እዮም ዝወስድ ዘለዉ ኣብቲ ቀዳማይ ኦኬ ሸመንተ ዓመት ክፀንሕ ይኽእል ኢልካ ሪስክ ክትወስድ ትኽእል ኢኻ ሕጂ ግን ኣርባዕተ ዓመት ምዃንን ይፈልጡ እዮም ግን እቲ ፖለቲካ ናይ ኣሜሪካ ንሓዋሩ ክቕይርዎ ምዃኖም ካብ ፍሉጥ እዩ ሃብታማት ስለ ዝኾኑ ኣብቲ ፖለቲካ ብፍላይ ኢሎን ማስክ ሂ ኣንደርስቱድ ደ ገይም እቲ ገይም ከመይ ጌርካ ከም ትዕወተሉ ፈሊጡ ኣሎ ሚድያ ኣለዎ ገንዘብ ኣለዎ ፅልዋ ኣለዎ ስለዚ ኣብቲ ፖለቲካ ብቕድሚት ምምፃእ የድልየካን እዩ ዘድልዩካ ሰባት ንዓታቶም ፕላትፎርም ናትካ ሂብካ ንዓታቶም ኣጋዊሕካ ኣድላይነት ከም ዘለዎ ገንዘብ እውን ተሓጊዝካዮም ንክምረፅሉ ዝኽእሉ ስለዚ ኣብቲ እዚ ቀደም ካልኦት ዝገብርዎ ዝነበሩ ባዕሉ ኢሎን ማስክ ክገብርዎ ምዃኑ ትገይም ፍሉጥ እዩ ኣብዚ እዋን እዚ ምሉእ ብምሉእ እዚኣ ጉዳይ እዚኣ መጀመሪኡ ስለ ዝኾነት ኣንዳዕድዑ ይገብሮ የለን ግን ምስ ግዜ ካምፓኒታት ናቱ ነዚ ሓላ ክኸዳየን ገለገለ ነገር እዚ ናይ ሕጊ ናይ ተፈጥሮ ስለ ዝኾነ ሽዑ እቲ ፖለቲካ እናተቆፃፀሩ ክኸይዱ ወረድ እቲ ገይም ተረድዎ ኣሎ ንኣሽቱ እዮም ካብቲ ዝገርመኩም ኢለን ማስክ ኣብ ሓምሳታት እዩ ዘሎ ማርክ ሳከበርገር ኣርባዕታት ከማናት እዩ ዘሎ ይመስለኒ እቲ ናይ ፌስቡክ ጀፍ ቤዞስ ኣለ ቢ ሓምሳታት ቲም ኩክ ናይ ኣፕል ሲኢኦ ማለት እዩ ኣይ ዶንት ኖ ሰም ሓምሳታት ስሳታት ሜይቢ ሳም ኣልትማን እዚ ናይ ኦፕን ኤኣይ ናይ ኣርቲፊሻል ኢንቴሊጀንስ ሲኢኦ እዩ ከምኡ ድማ ብፀጋብ ወገን ንሪኦ ዘለና ስንደር ፒካይ ድማ እቲ ናይ ጉግል ሲኢኦ እዩ ጥቆ ዘሎ ድማ ናይ ቲክቶክ ሲኢኦ እዚ ኩሎም ናይ ሚድያ ካምፓኒታት እዮም እቶም ሲኢኦታት ኣብ ከለዉ ክቕየሩ እዮም ር ጀስት ሲኢኦ ሲኢኦ ማለት ዓብ ስራሕ እንድዩ ግን ኖት ቢልዮነር ክላስ ኣይኮኑን ዓቢ ፅልዋ ዘለዎም እዮም ነተን ካምፓኒታት ይመርሑ ስለ ዘለዉ ግን ሲዮስ ከን ቢዝሊ ሪፕሌስድ ኖት ኢዝሊ በት ሪፕሌሰብል እዮም ማለት ግድን ሪፕሌስ ክኾኑ እዮም ድሕሪኡ ይ ውል ፕሮባብሊ ዲዘፒር ወይ ኣብ ገለ ካልእ ካምፓኒ ካብ ቦርድ ዝኾኑ ኾኑ እቶም ቢልዮነራት ግን they will be here ምክንያቱ ኣማዞን ድዩ ፌስቡክ ድዩ እቲ ኢንስታግራም ፌስቡክ ኩሉ ከምኡ ድማ ኢሎን ማስክ ድማ ንኩሉ ካምፓኒታት ናቱ they will be here and እቲ ናቶም ፓወር ንሓዋሩ ንነዊሕ እዋን ክቕፅል እዩ ክሳብ መተካእታ ዝርከቦ ስለዚ እዛ ስእሊ እዚኣ ጥራይ ንራሻ እንታይ ኢሎም እዮም ፀርፎ ኣሜሪካ ኩሉ ግዜ ኦሊጋርኪ በቃ እቶም ቢልዮነራት ዘመሓድሩ ሃገር እዮም ዝብሉ ንገስወት ኣሜሪካውያን ንባዕሎም ካብኦም ንገድድ እዩ ኮይኑ ሎሚ ብወግዒ ኮይኑ ኣብቲ ቀዳማይ ስተጅ እቶም ካቢነ ተኣልዮም እዞም ቢልዮነራት ጥራይ ኣብ ጎኒ ዶናልድ ትራምፕ ኮይኖም ነሮም ዶናልድ ትራምፕ ንበዓል ቢልዮነር እዩ ኣብቲ ካቢነ ናቱ ብዙሓት ቢልዮነራት ኣለዎ ሶ the country is falling ኣብ ኢድ ናይ ሃብታማት እያ ተወዶ ዘላ ኣነ ሕጂ ከ ሓቂ ንምዝራብ ፀረ ሃብታማት ኣይኮንኩም ሃብታማት ሰባት እዮም ከም ካልኦት ሰባት መሰል ኣለዎም ኣብቲ ስልጣን ክመፁ ከመሓድሩ ፕሮብለም ድሕሪ ሰብ ሰሪሑ ኢሎን ማስክ ስደተኛ ኮይኑ መፅኡ ኣብቲ ዓዲ እንድሕር ኢልካዮ ስደተኛ ኮይኑ መፅኡ ሰሪሑ ቢልዮነር ኮይኑ ሰብ መፅዊትሉ ወይ ሓጊዝዎ ኣይኮነን ክንዲ ምንታይ እቶም ዴሞክራትስ ሎሚ ኡ ይብሉ ኣለው ሓሰውቲ በልዎም ብምሉኦም እዞም ቢልዮነራት ዝድግፍዎም ዝነበሩ እዮም ሎሚ ስለ ጠለምዎም እዮም ኣሜሪካ ተገዚኣ ገለ ዝብሉ ዘለዉ ንክልቲኦም ፓርትታት ኣይትእመኑ ክልቲኦም ሸቐጥ እዩ እቲ ዘረባ ሕጂ እቲ ዴሞክራትስ ከምዚ ናይ ህዝቢ ኮይኑ ነቶም ቢልዮነራት ክፀርፍ ክፍትን ከሎ ንባዕሎም ካብኦም ዝገድዮም ነይሮም ኩሎም እዚኦም ኣብ ዘለዉ ብፍላይ ናይ በዓል ፌስቡክ ሳብ ዝቐረባ ናይ ዴሞክራትስ እዮም ነይሮም ስለዚ መጋበርያ ናቶም እዮም ነይሮም ፍሪ ስፒች እናዓፅዉ ገለ መለታት ገለ ይገብሩ ነይሮም ኢሎም እዮም ዝኸስዎም ነይሮም እቶም ራይት ዊንግ ሕጂ ምስ ኣብ ጎን ዶናልድ ትራምፕ ኮይኖም እውን ፍሉይ ሓገዝ ክግበረሎም ኣይኮነ ጥራይ

ከምዚ ንሪኦ ዘለና እዚ ናይ ብሓቂ ኣዛራቢ ስእሊ ዝኾነ ኩነታት ኢና ንርኢ ዘለና ኤንድ እቲ ሜይንስትሪ ሚድያ ከኖ ቴክ ኢት ምክንያቱ ኢረለቫንት እናኾኑ ከም ዝኸዱ ይርድኦም ኣሎ ሽግሮም ናብኣስ ይኸይድ ኣሎ እዚኦም ትሪዎም ዘለዎም እቶም ካቢነ እዮም ኣብቲ ካቢነ ድማ ኣብቲ ጥቃ ዶናልድ ትራምፕ ድማ እትዮም ቢልዮነርስ ኣለዉ ኩሎም ኣብ ትሪኦም ኣለኹም ብቕድሚት ተሰሪዖም ኣለዉ and this is the image making the rounds ዝብሉ እዚ ዘረባ ኮለል ዝብል ዘሎ እዩ obviously ኣሜሪካውያን እዮም ኣብቲ ዝለዓለ ጥርዚ ናይ ቁጠባ ዘለዉ እዮም and ብጣዕሚ እዮም ኣማሪሮም ዘለዉ ዴሞክራትስ but whether you like it or not this is a fact of life ኣብ ኣሜሪካ ሕጂ ሃብታም ድሕሪ ኮንካ ኣብ ፖለቲካ ኣብ ኩሉ ዓለም እንዲኸሙ ኣብ ኩሉ ዓለም ስለዚ ኣብ ኣሜሪካ ብፍሉይ እውን ከነብላይ ኣይንፈትን እቲ እንኮ ሃብታማት ኣገዳሲ ተራ ዘይፃወትሉ ሃገር ኣበይ እስከ ኣበይ እዩ ኤርትራ ሃብታማት ዓበይ ኣገዳሲ ተራ ዘይፃወትሉ ሃገር ኣስፋራዛይ ኣነ ዝፈልጦ ኣብዚኣ ደረጃ ሕጂ ዘለናያ ኤርትራ ጥራይ ኣብ ካልእ ዓለም ኤቭሪዌር ይጎ ጎቱ ቻይና ሃብታማት ዓብ ተራ እዩ ዘለዎም ከም ናይ ኣሜሪካ ኣይኮኑን ቢግ ዲፍረንስ ካብ ናይ ኣሜሪካ ኣይኮኑን ሃብታማት ተራ ኣለዎም ግን ንፖለቲካ ይቆፃፀርዎን እዩ ኣብ ቻይና ክሳብ ሕጂ ዘሎ ደረጃ ማለት እዩ ንፖለቲካ ይቋፀሩ እዮም ዋላ ራሽያ ተኸይድካ ሃብታማት ኣገደስቲ ክፋል ናይቲ ሕብረተሰብ እዮም ግን ፑቲን ብዙሕ ዕድል ኣይቦም እዩ የስ ንፑቲን እቶም ቀረባ ኣብ ሰርክል ናቱ ዘለዉ ሰም እዮም እዮም ዝበሃል ግን ከምቲ ደለይዎካ ኣይኮኑን ዳስዋይ ብዙሓት ካብ ፑቲን ይሃድሙ ገለበለ እዮም ነሮም ቀደም ኣብዚ ኤሮፓታት እዮም ኮይኖም ዘብሉ ነሮም ሕጂ ኤሮፓ ስለ ዝጓሓፎም እዮም ዛምበር ኤኒዌር ኤሎስ ኢትዮጵያ ተኸይድካ ሪች ፒፕል ሃብታማት ድሌቶም እዮም ዝገብሩ ኣብኡ ማለት ሕጂ እኳ ናይ ዓሌት ፖለቲካ ስለ ዘለዎም ናይ ናይ ተወለድቲ ሃብታማት ኢካ ክትብል ትኽእል ትኸውን ግን ሃብታማት ዓመት ግደ እዩ ዘለዎም ኬንያ እንድሕሪ ከይድካ ፕሪቲ ማች ናይ ሃብታማት ሃገር እዩ ዝበሃል ሱዳን ንፈልጦ ኢና ሙሉእ ብሙሉእ ናይ ሃብታማት ግብፂ ኪድ ደሰይም ስዑድያ ኪድ የስ እቲ ንጉስ ሃብታም ስለ ዝኾነ ካብኡ ዝህብትም የለን ካልኦት ሃብታማት ቦታ ኣለዎም ግን ካብኡ ዝህብትም ግን የለን ኤቭሪዌር ይጎ ኤሮጳ እንተኸይድካ ደሰይም ደሰይም ደሰይም ማለት ናይ ኤሮጳ ፍልዩነት ናይ ኣሜሪካ ሃብታማት ኣብ ቅድሚኻ መፅኦም ኣብ ዝኸትካዮ ኢኻ ትሪኦም ኣብ ኤሮጳ ግን ሕብእብእ ዝበሉ እዮም ኣትሊስት ኣብ ስዊስ እጂ እቶም ሃብታማት ሃገር ዝለዓሉ ፅልዋ ዘለዎም ሰብ ምዃኑ ይፍለጥ እዩ ግን ብግልፅኻ ኣይኮነን ሕብእ ዝበለ ኣብዚ ኣካል ኤሮፓ በዓል ብራስለስ ኦረዲ ብግልፂ እዮም ዝብልዎ ምክንያቱ እቶም ኣብ ላዕሊ ዘለዎ ኣብ ስልጣን ዘለዎ ብምልኦም ሃብታማት ዘምፅዎ እምበር ህዝቢ ዘምፆም ኣይኮኑ ኮሚሽን ፕሬዚደንት ናይቲ ኮሚሽን ኣብቲ ኮሚሽን ዘለዎ መብዛሕትኦም ተመሪፆም ዝመፁ ይኮኑን እቲ ብድሕሪ መጋረጃ ዘሎ መንግስቲ ዘምፅኦም ምዃኑ እዩ ዝንገር ሃብታማት ኣብ ኩሉ ዓለም እዮም ዝፃወቱ ስለምንታይ ከኸም ይፃወቱ ሓደ ኩለን ሃገራት ዓለም ሕማቓት እየን ድሕሪ ኢልካኒ ዩ ሃቭ ፕሮብለም ኦልሬዲ ፀገም ኣለካ እየ ዝብላኒ ሚእቲ ተስዓን ሃገራት ኩለን ሕማቕት ክኾና ኣይክእላን እየን ሃብታማት ኣባላት ናይቲ ሕብረተሰብ ስለ ዝኾኑ ምሁራት ኣባላት ናይቲ ሕብረተሰብ ስለ ዝኾኑ ስለዚ ክልተ ቫሪያብልስ ኣሎ ምሁራትን ሃብታማትን ምሁራት እውን እኳ ኣብቲ ኣገዳሲ ቦታታት ሰብ እዮም ዘለዉ ንምሁራት ግን ፎር ሳም ሪዝን ሰብ ኣይቃወሞም ንሃብታማት ግን ይቃወሞም ሕጂ እቲ ሃብቲ ብኸመይ መፅኡ ትሕቶ ሓዲዲ ጌዳት እቲ ሃብቲ ካበይ ከምፂኻ ሰሪቕካ ሃብቲ ናይቲ ሃገር ወርቂ ናይቲ ሃገር ነዳዲ ናይቲ ሃገር ገቢትካ ገለመለ ዲኻ ኣምፂኻዮ ወይስ ፅዒርካ ኢኻ ኣምፂኻዮ ዋላ እቲ ነዳዲ እውን እኮ ከምታት እንዲ ግን ንኣብነት ነዳዲ ናይ ሃገር እዩ ስለዚ ንስኻ እቲ ካምፓኒ ስለ ዘለካ ካብ ወለዶ ናብ ወለዶ እቲ ካምፓኒ ናትካ ኮይኑ እቲ ነዳዲ ተውፅእ ወርቂ ተውፅእ ትሕሪ ኮንካ እሞ እቲ ሃብቲ ናይቲ ሃገር ድማ ትጉሕጉሖ እንተለካ እዚ ፀገም እዩ ረዲ ሃብቲ ናይ ሃገር እዩ ክኸውን ዘለዎ ንኣብነት ኣነ ወርቂ ፖታሽ ገለ መላ ብኤርትራ መንግስቲ ከውፅኦ ደስ ይብለኒ ናይ ህዝቢ እቲ ሃብቲ መንግስቲ ድማ ንህዝቢ ከገልግል ዘለዎ ስለዚ ግለ ሰባት ኣውፅኦም ንመንግስቲ ቁሩብ ሂቦም ገለ መለ ዘይኮነ እቲ ናይ ሃብቲ ኣብታ ከርሲ ናይቲ ሃገር ዘሎ ሃብቲ ናይቲ ሃብቲ ናይቲ ሃገር ስለ ዝኾነ ነቲ ሃገር ብማዕረ ክትብፅሖ ይግባእ ሃብቲ ናይ ሃገር ብማዕረ ክበፅሓካ ድማ መንግስቲ ገይሩ ዝበፅሓካ እዚኣ ሕጂ ይቅበላ እያ ኣብቲ ካልእ ግን ሰሪሑ ዝህብትም ንኣብነት ኢለን ማስክ ተወሲድካ ድኻይ ነይሩ ተምሃራይ ኮይኑ ይመፅካ ሳውት ኣፍሪካ ሰሪሑ ይሃብቲ እሞ ስለዚ ወዲ ወንት ኣብቲ ናቱ ድማ ድሌት ክጥቀመሉ ይኽእል እዩ ኦኬ ታክስ ክትገብር ትኽእል ኢኻ ካብ መንግስቲ ትገብረሉ ኢኻ ኣብዚ ዓሰርተ ቢልዮን ገለ ከፊሉ ኣት ሳም ፖይንት ይብልዎ ነይሮም ታክስካ ይኸፍል እዩ ከምቲ ዝግበኦ ይገብር ኣሎ ኦፍኮርስ ግን ብርክታት ስለ ዘይሸይጥ ከቢድ እዩ ታክስ ክትገብሮም እውን እዚኦም ጀፍ ቤዞስ ኣሜሪካዊ እዩ ኣደነ ባክግራውንድ ናቱ ሃብታማት እዮም ስድሩ ገልገለ እዮም ዝብልዎ ግን ንሱ እውን ተማሂሩ ካብ ዜሮ ተበጊሱ ኣብ ዝበፅሕ እዩ ቁሩብ ሓጊዞሞ ኮኑ እል ስድሩ ማርክ ሳከበርግ ተምሃራይ ነይሩ ባዕሉ ይመፅኡ ኣብዚ እውን ዘይረ ነይሩ ኣሳም ፖይንት ሲ ውሕድ ነይሩ ድሕሪ ናዓበየ እዩ ከይዱ ፌስቡክ ሲ ኣነ ቤረጳ ከለኩ ሪድሪኤ ኣስ ኦረዲ ንእሽተይ ካምፓኒ ዝነበረ ናዓበየ ገበል ተቐይሩ ማለት እዩ ሶ እዚኦም ሰባት እዚኣቶም ኣሜሪካውያን ድሕሪ ኮይኖም ፓርት ኦፍ ሶሳይቲ ኣብቲ ፖለቲካ ግን ከምዚ ገይሮም ነቲ ፖለቲካ ዶሚኔት ክገብርዎ

ፅቡቅ ጌርና ክንፈልጦ ዝግባኣና ሰብ እዩ እዚ ሃንዳሲ ናይቲ ኮቪድ እዩ ኮቪድ ኣብቲ ግዜ ኮቪድ ናይ ዶናልድ ትራምፕ ምሕደራ ኮቪድ ሓደገኛ ሕማም እዩ ከምዚ ከምዚ ኢሉ ነቲ ክታበታት ብሙሉ ናብ ህዝቢ ከም ዝበፅሕ ኢቨን ብዙሕ መፅናዕትታት እጅ ዘበረ ዶናልድ ትራምፕ ኩሉ ተሓቂ ክንሪኦ እንዲና ኣብቲ ናይ ኮቪድ ድራማ ዓብ ኢድ ዘለዎ ሰብ እዩ እንታይ እስከ ገይሩ ባይደን ፕሪኤምቲቭ ፓርደን ይብልዎ እዚ እዚ ተራእዩ ዘይፍለጥ እዩ ከይተኸሰሰ ከሎ ምሕረት ገይሩሉ ኣሎ ዝኾነ ሰብ ንኸይከሶ ምሕረት ገይሩሉ ኣሎ ፕሬዚደንሻል ፓርደን ዝበሃል ኣሎ ፕሬዚደንት ተምሒርካ ክትክሰስ ኣይትኽእልን ካብ ሕጊ ስለምንታይ እስከ ይምሕረ ኣሎ ኣይተኸሰሰን እኮ ክሳብ ሕጂ ገበን ከም ዝገበረ ስለ ዝፈልጡ ገበን ስለ ዝገበረ እቲ ገበን ናቱ በዓል ኢለን ማስክ ኢለን ማስክ ብውሕዱ ሓደ ኣርባዕተ ግዜ ሓሙሽተ ግዜ ኣብ ኤክስታ ኢሉ ፅሒፍ ርኤ ኣለኹ ብውሕዱ የድለኩም ዘለኹ እዚ ሰብ እዚ ገበነኛ እዩ ክኸሰስ ይግብኦ እዚ እዚ ሰብ እዚ ክእሰር ይግብኦ ኣብ ሕጊ ክቐርብ ይግብኦ ክንደይ ግዜ ሓቲቶም እዮም ግን ጆ ባይደን ድማ ብድሕሪ መጋረጃ ዝቆፃፀርዎ ካልኦት ስለ ዝኾኑ ነዚ ሰብ እዚ ከይከሶ ዶናልድ ትራምፕ ብድሕሪ ሕጂ እውን ዝኾነ ይኹን ከይከስዎ ፕሪኤምቲቭ ዝብልዎ ኣቐዲምካ ምሕረት ናይ ፕሬዚደንት ገይሩሉ ንወዱ ከምኡ ገይሩ ንስድራ ቤቱ ገይሩ ከምኡ ድማ ነቶም ጀነራላት ኣብቲ ንዶናልድ ትራምፕ ዘሳድዱ ዝነበሩ ብምልኦም ጥርጠራ ዘለዎም ዝተባሃሉ ኩሎም ምሕረት ገይረሎም ኣለኹ ኢሉ ኣሎ ከይተኸሰሱ እኮ እዩ እዚ ተራይ ዘይፍለጥ ድራማ ኢና ንርኢ ዘለና እቲ ብልሽውና ኣበይ ደረጃ በፅሒ ከም ዘሎ ነዚ ፕሬዚደንት ጆ ባይደን ገዲፎም ግን ናብ ዶናልድ ትራምፕ ጥራይ ዲሞክራሲ ዝጥሕስ ዲክታተር እዩ ብናበሉ ኩሉ ግዜ እቲ ሚድያ ንዶናልድ ትራምፕ ከም ሓደ ሕጊ ዘይፈቱ ነቲ ዲሞክራሲ ዶ ነቲ ኮንስቲቱሽን ዝስዕሮ ኩሉ እቲ ዝገብሮ እቲ ጆ ባይደን ዝገብሮ ብምሉ ፀረቲ ዝብልዎ ሕጊ ናቶም እዩ ዳይና ንርኢ ዘለና እዚኦም ሰባት እዚኣቶም ኣብ ቅድሚ ሕጊ ቀሪቦም ገበነኛታት ምስ ተባሃሉ ክትምሕሮም ትኽእል ኢኻ ምሕረት ገብረሎም ትኽእል ኢኻ እዚ ሰብ እዚ ሰብ እዚ ግን ኣብ ሕጊ ይቀርበን ኣሎ ጌና ኣብ ሕጊ ንኸይቀርብ እዩ ዝኽልከል ዘሎ ስለዚ ብድሕሪ መጋረጃ መን ከም ዘሎ ኤቨሪባዲ እቲ ብድሕሪ መጋረጃ ዘሎ መሽን በዓል እዚኣቶም ኣብ ሕጊ ክቀርቡ ይደልዮም እዩ

ከምዚ ንሪኦ ዘለና ፅቡቅ ገይሮም እዮም ዝኽልክልዎ ዘለዉ ስለምንታይ ከምዚ ገይሩ እቲ ፕሬዚደንት ድማ ዶናልድ ትራምፕ መፂኡ ሕነ ከይፈዲ ገለመለ ገለመለ ኣገይን ኩሉ ነቲ ጆ ባይደን ንምሽፋን እዩ እቲ ሜንስትሪ ሚድያ ኣካል ናይቲ ብድሕሪ መጋረጃ ዘሎ ስለዝኾነ ነቲ ጆ ባይደን ኩሉ ግዜ ከድሕንዎ እዮም ዝፍትኑ ብዝተፈላለየ መንገዲ ገይሮም ንዶናልድ ትራምፕ ጥራይካ ከጠብሶ ዘለካ እሳ እቲ ዕላማ ኣይሰርሐን ድማ እዚ ኩሉ ዝፈተንዎ ኣጀንዳ ሰብ ፈሊጥዎ

ሶ ኤግዛክትሊ ኢናጉሬሽን ምስ ተፈጸመ ዶናልድ ቭላድሚር ፑቲን ብቪድዮ መጺኡ ንዶናልድ ትራምፕ እንኳዕ ሓጎሰካ እንኳዕ ኣብዚ ብቅዓካ ብምባል መልእኽቲ ሰዲድሉ ኣሎ ስ ኢምፖርታንት ይፈልጥዎ እዮም ስለምንታይ ከምዚ ከም ዝገብሩ ዘለዉ ኣገዳስነት ከም ዘለዎ ይፈልጡ እዮም ብከዝ ኣደየን ኦፍ ደይ ዶናልድ ትራምፕ ኢጎ ዘለዎ ሰብ እዩ ነቲ ኢጎ ናቱ ድማ ክትርድኦ ክትክእል ኣለካ ሲሪየስ ንክትወስዶ ክትክእል ኣለካ መራሕቲ ኤሮፓ ብዙሕ ግዜ ዝተጋገይዋ ሰ ንዶናልድ ትራምፕ ሲሪየስ ኣይወስድዎን እዮም ነይሮም ከምዚ ዘይብቁዕ ሶፊስቲኬት ዘይኮነ ኣብቲ ናቶም ኢሊት ክፃወት ዘይክእል ገለታት ገይሮም ይንዕቅዎ ነይሮም እዮም ዋላ እቲ ኢሊት ናይ ኣሜሪካ እውን ከምኡ ገብር ነይሩ እዩ ዋጋ ናቱ ድማ እቲ ህዝቢ ሙሉ ብሙሉ ኣብ ጎኒ ዶናልድ ትራምፕ ኮይኑ ማለት እዩ ኮምፕሊትሊ ሓደጋ ወዲቕዎ ምስቲ ኩሉ ሚድያ ናቶም ምስቲ ኩሉ ዘለዎም ሓይሊ ክስዕርዎ ይከኣሉ ካልኦት ሃገራት ግን ሲሪየስ እዮም ዝወስድዎ ዶናልድ ትራምፕ ብፍላይ ቭላድሚር ፑቲን

Now we see their their statements about wishing to restore direct contacts. So እንታይ ዝብል ዘሎ ዶናልድ ትራምፕ ብሓፈሻ ነቶም ካቢነ ናቱ እዩ ዝዛረቦም ዘሎ ዶናልድ ትራምፕ ናብ ብዙሕ ብድሆታት ከም ዘጋጠሞ ብዙሕ ፀገማ ዘጋጠሞ ብዙሕ ፃዕሪ ዘጋጠመ ብዙሕ ሽግራት ሓሊፉ እዩ ኣብ ፕሬዚደንትነት በፂሑ ዘሎ ትሩ ሓቂ እዚ ፈተነ ክትለ ተገይርሉ ኣብ ስድራ ቤቱ ብዙሕ ፀገማት ወሪዱ ብቁጠባ ብዙሕ ፈቲኖሞ ኣብ ቤት ፍርድታት ብዙሕ ሸንኮለል ኣቢሎሞ ነዚ ኩሉ ሰጊሩ እዩ ፕሬዚደንት ኮይኑ ዘሎ ስለዚ እንኳዕ ጎሰካ ምባል ዝግብ እዩ እናበለ ኤግዛክትሊ ኣብቲ ፔን ፖይንት ናቲ ዝዛረብ ዘሎ ፑቲን ኢንቴሊጀንት ሰብ እዩ ቀሊሕ ሰብ ሳይኮሎጂ ከመይ ጌርካ ትጥቀም ንሰብ ከመይ ጌርካ ኣብ ሓንጎሉ ትኣቱ ፅቡቅ ገይሩ ዝፈልጥ ሰብ እዩ ብከምዚ እዮም ኣሜሪካውያን ፀልዋ ከዓ ብልሒ ስለ ዘለዎ ንሰባት ንህዝቢ ንተራ ህዝቢ ማኒፕሌት ክገብር ዝኽእል መራሒ እዮም ዝብልዎ ክዛረብ ከሎ ኩሉ ግዜ ነቶም መራሕቲ ናይ ኤሮጳን ኣሜሪካን ቤላ ገይሩ እዩ ዝሃርሞም ስለዚ ኣብዚኣ እዮም ፀልዎ ሰስዋይ ናይ ራሻ ሚድያ ኣብ ኣሜሪካን ኤሮጳን ክኣቱ የብሉን ዝብሉ እዚያ ከነፅረልኩም ናይ ራሻ ሚድያ ብፍላይ ናይ ቭላድሚር ፑቲን ዘረባ ካብ ኤሮጳ ክኣቱ ይደልይዎን እዮም ናብ ኣሜሪካ ክኣቱ ይደልይዎን እዮም ስለምንታይ ህዝቢ ክኣምኖ ከም ዝኽእል ይፈልጡ እዮም እቲ ዝዛረቦ ኤግዛክትሊ ሲምፕል ዝኾነ ነቶም መራሕቲ ናይ ኤሮጳን ኣሜሪካን ድማ ኣብ ተትሕሞም ስለ ዝሃርሞም እዩ እቲ ብልሽውና ናቶም እቲ ፀረ ሰላም ምዃኖም ዕግርግር ምምርሖም ኩሉ እቲ ዝገብርዎ ንረብሓ ናይቲ ዝመርሕዎ ዘለዉ ህዝቢ ከም ዘይኮነ በንጻሩ ነቲ ከመሓድርዎ ኢሉ ዝመረፆም ህዝቢ ደይ መደይ ኢሎም ብፖሊሲ ገይሮም ይገድእዎ ከም ዘለዉ ገይሩ ይዛረብ ንጀርመን ሕጂ ጀርመን በቃ ናይ ራሻ ዲስኢንፎርሜሽን ሚስ ኢንፎርሜሽን እናበሉ ክኣቱ ይደልዎን እዮም ምክንያቱ ኤግዛክትሊ ነቲ ፖለቲካል ኤሊት ሕቁ እዩ ዝሰብሮ ኣብ ጀርመን ዘሎ ሰብሲ እንታይ ስለ ዝገበረ እቲ ምስ ራሻ ነዳዲ ዘይብሉ ወይ እውን ናይ ኣብ ገዙ ዘሎ ናይ ሂቲንግ ናይ መውዓዪ ብክልተ ብስሳ ፐርሰንት ብሰላሳ ፐርሰንት ዋጋ ወሲኹ ዘሎ ወደ ዘ ፖይንት ራሻ ምስ ዩክሬን ትባ ዘላ ምስ ጀርመን ኣይኮን ዋጋ ዘላ ምስ ጀርመን ዘዋግ ምክንያት እውን ኣይነበራ ስለምንታይ ከምኡ ድማ ጀርመን ሲ ንዩክሬን ትሕግዝዎ ኣለኹም ገንዘብ ትቦ ኣለኹም ስለምንታይ ነዳዲ ክትገዙ ዘየፍቅደልኩም እቲ ገንዘብ ትቦ ዶ ኣለኹም ካይብሎም ኣገይን እቲ ህዝቢ ብቐሊል እዩ ዝርድኦ እቲ ኣርጊመንት ናይ ቭላድሚር ፑቲን ሓቂ ስለ ዝኾነ እቶም ፖለቲካዊ ሊድ ግን እዚ ነገር እዚ ጉድ እዩ ዝገብረሎም ዘሎ ዳስዋይ ድማ ዝዓንው ዘሎ ፖለቲካ ዝናዓነው ዝኸዱ ዘሎ ስለዚ ሕጂ እውን እቲ ዝዛረበ ዘሎ ንዶናልድ ትራምፕ ፅቡቅ ገይሩ ኣብቲ ጎናቱ ክትንክፎ ዝኽእል እዩ እዚኣ ሶሪ

ሶኒ ዲያሎግ ንዝርርብ ክልቲኦም ሃገራት ክልቲኦም መራሕቲ ናይተን ሃገራት ድልዋት ምዃኖም ነጊሮም ነይሮም እዮም ወይ እውን ክዘራረቡ ከም ዝደልዩ ቭላድሚር ፑቲን ድማ ግዜ ከይቀተለ ኣብቲ ቀዳመይቲ መዓልቲ ድሕርቲ መመረቕታ ናቱ ዝተወሰነ ግዜ ማለት እዩ ንዲያሎግ ኦፕን ኢና ኢልዎ ኣሎ ዶናልድ ትራምፕ እውን ሂዝ ጎይንቱ ሪስፖንድ ማለት እዩ ወይ እውን ዘረረብ ክግበር ከም ዝኽእል እዮም ሓደ ዲስካሽን ክጅምር ከም ዝኽእል እዩ ትዘረባ ዘሎ ባይ ወይ ዶናልድ ትራምፕ እውን መሊሱ ነይሩ እዩ ግን እቲ መልሲ ናቱ ንኢንጌጅመንት ብዙሕ ነቲ ኢስታብሊሽመንት ብድሕሪ መጋረጃ ዘሎ ከገልግል ዝኽእል ዘረባ እየ ዝብል ኣነ ስለዚ ብሕጂ ኢና ንሪኦ ዶናልድ ትራምፕ ዝበሎ ኣብዚኣ ብዛዕባኡ ተሓቲቱ ነይሩ

ፅቡቕ ኮንዲሽን ከምዘየለ ሌቨሬጅ ከም ዘይብሉ እቲ ኩነታት ከቢድ ምዃኑ ከእምን ክኽእል ኣለዎ ኣብቲ ኔጎሲሽን ሓይሊ ክህልዎ ተኮይኑ ሕጂ ቭላድሚር ፑቲን ክሕጎስ ኣይክእልን እዩ ክንዘራረብ ኢና ገለ ኣብ ገለ ፖይንት ዲስካሽንስ ክንጅምር ኢና ግን ቭላድሚር ፑቲን ሕጉስ ክህሉ ይክእልን እዩ ናይ ሰሙን ኣብ ሰሙን ክውዳእ እዚ ኩናት ዝበልዎ ሰለስተ ዓመት ቀሪቡ ኣሎ ስለዚ በዚ መንገዲ እዚ ቭላድሚር ፑቲን ሕጉስ ኣሎ ወይ እውን ዓጊቡ ኣሎ ክንብል ኣይንኽእል ኢና ስለዚ ኣብ ብዙሕ ክሳራታት እዩ ዘጋጥሞ ዘሎ ብዙሕ ሞት ኣጋጢሙ ኣሎ ብዙሕ ህልቂት ባይደወይ እቲ ቁፅርታት ዝጥቀመሉ ሓደ ካብቲ ንኔጎሲሽን ሽግር ክኸውን ምዃኑ እዩ ዝንገረሉ ምክንያቱ ኣብ ክውንነት ዘይተመስረተ እዮም ዝብልዎ እቶም ነቲ ኩነታት ብቐረባ ዝፈልጥዎ እቲ ፕሮፓጋንዳ ናይ ሲኣየ ናይ ኣሜሪካ ዝጥቀምሉ ዘሎ ቋንቋታት ደኣ እምበር እቲ ዝጥቀመሉ ዘሎ ኣሃዛት እውን

ሶ እቲ ዘረባ ዝብሎ ዘሎ ከባቢ ሸውዓተ ሚእቲ ሽሕ ዝኾኑ ዩክሬናውያን መይቶም ኣለዉ ከባቢ ሓደ ሚልዮን ዝኾኑ ራሻውያን ድማ መይቶም ኣለዉ ኣፍኮርስ ራሻ ሓያል ምዃኑ ንፈልጥ ኢና ዎር መሽን እዩ ስለዚ ግን ብዙሕ ክሳራ ድማ ኣጋጢምዎ ኣሎ ስለዚ ብከምዚ መንገዲ ሃገራት ክመሓደራ ይከላን እየን ስለዚ ክልቲኦም ሲ ምክንያት ክህልዎም ይግባእ ኣብ ጣውላ ንክመፁ እዩ ዝብል ዘሎ ኣገይን እቲ ኩነታት እታ እንኮ ተስፋ ዘላ ዶናልድ ትራምፕ እንታይ ዓይነት ፖሊሲ ይኽተል ኣብ ዩክረይን ኤኒቲንግ ኣውትሳይድ ኦፍ ዳት ነቲ ዘሎ ኩነታት ዝበኣሰ እዩ ክኸውን ዝኽእል ስለዚ እታ እንኮ ተስፋ ዘላ ኦኬ እንኮ ተስፋ ክንብል ከለና እውን ምግናን እንድዩ ምክንያቱ ራሽያ ኢዝ ኦልሬዲ ኩነታት ብሓይለይ ክውደ እየ ዝብል ካልኩሌሽን ኣለዎም ብዙሓት ሓበሬታታት ዝወፅዎ ዘለዉ ድማ እቲ ኩናት ክውዳእ ከም ዝኽእል ዘርኢ ምልክታት እውን ከም ዘሎ እዩ ዝንገር ምክንያቱ ምናልባት ኔቶ ወይ ኣሜሪካ ፍሉይ ኢንተርቨንሽን እንተዘይገይራ ዩክሬን ኣብ ሕማቕ ደረጃ ወዲቓ ከም ዘላ እዩ ዝድገር ብፍላይ ኣብቲ ምብራቃዊ ግንባር ዝበሃል ዘሎ እዚ ክበሃል ከሎ ግን ከምታ ዝብላ ፀንሒ ሰለስተ ዓመት ገይሩ ኣሎ ኢትስ ነቨር ኢዚ ፎር ራሽያ እዚ ኩናት እዚ ቀሊል ኣይኮነን ራሽያ ከደምንታይ ፀብለልትነት ኣለዎም ናይ ብሓቂ ሶፊስቲኬትድ ኣፅዋር ዝዓጠቀ ሰራዊት ናይ ዩክሬን እዩ ዘሎ ዩክሬን ሰላሳን ሓሙሽተ ሚልዮን ህዝቢ ነይርዎ ስለዚ ቀሊል ህዝቢ ኣይኮነን ነቲ ቦታታት እቲ ንምክልኻል ምስቲ ዘለዎ ብዝሒ ድሮናት ይኹን ካልእ ቴክኖሎጂ ካልእ ሃብቲ ንራሽያ ቀሊል ኮይኑ ኣይፈልጥን እዩ ብጣዕሚ ከቢድን ብሩታል ኩናት ምዃኑ እዩ ስለዚ ፑቲን ሂነውስ ኦረዲ እቲ ኩናት ጠጠው ክብለሉ ከም ዘሊ ዘሎ ዋላ እቲ ጌስቸር እቲ ምልክት ዘርእዮ ዘሎ እውን እኹል ዝኾነ መረዳእታ ኮይኑ ይስምዓኒ ግን ኣብ ትራን ድማ እንታይ ዓይነት ተበግሶታት ክወስድ እዩ ከዓ ክንርኢ ኢና ማለት እዩ

ሶ እቲ ኔጎሴሽን ድልውነት ከም ዘሎ ኣብ ወገን ራሻ ቭላድሚር ፑቲን ይንገር ኣሎ ጥራይ ምቹዋል ሪስፔክት ኣብ ክብረት ምክብባር ምርድዳእ ዝተመርኮሰ ኔጎሴሽን እስቲ ክግበር ድልውነት ከም ዘሎ ስለዚ ዊ ሆፕ ገለ ደሓን ዝኾነ ወይ እውን ሰላማዊ ውፅኢት ክንረክብ ካብዚ ኩናት ተስፋ ንገብር

ቀፃልነት ዘለዎ ናይ ሓዋር ፍታሕ ክርከብ ክኽእል ኣለዎ። ኤግዛክትሊ እቲ ፀገም ካበይ ተበጊሱ ፈሊጥካ ብካልእ ዘረባ ኔቶ እዩ እቲ ምንጪ ናይቲ ኩሉ ፀገም ስለዚ እቲ ቀዳማይ ፀገም ፈሊጥካ መፍትሒ ኣንፃር እቲ ፀገም ክትፈጥር ክትክእል ኣለካ ይብሉ ስካት ሪተር እውን ነዚ ዝምልከት ሓደ ሓበሬታ ነይሩ ብዚ እስከ ስምዖ It's not just about getting the Russians and Ukrainians to stop fighting. It's about getting Europe and NATO to understand

ወይ እውን ኣሜሪካ ኢዳ ንምስሓብ ጥራይ ክኸውን የብሉን። ብዝተኻለ መጠን እቲ ኩናት ብኩሉ መዳይ ክፍታሕ ከም ዝኽእል ዋላ እቶም መራሕቲ ኤውሮፓ ብኩናት ሰኺሮም ዘለዉ ብጀካ ኩናት ካልእ ዘይብሉ ዘለዉ ንሳቶም እውን ኣተሓሳስቦም ክቕይሩ ከም ዘለዎም እንተተኻኢሉ ማለት እዩ እዚ እቲ ጸገም ደጊሙ ንኸይመጽእ ብካልእ መልክዕ ንኸይምለስ ኩሉ ዝከኣል ክግበር ከም ዘለዎ እዩ ዝዛረብ ዘሎ ኤቨሪባዲ ወንትስ ዛት ተደየለ ከምቲ ናይ 214 ዝገበርዎ ናይ ሚንስክ ኣግሪመንት ኢሎም ሽርሕን ጉርሕን ጌርካ ብድሕሪ መጋረጃ ንዩክሬን ናዕጠቕካ ናደላደልካ ንካልእ ኩናት ትዳለወሉ ከምኡ ዓይነት ምልክት ኮይኑ ራሻ ክትቅበሎ ኣይኮነትን ራይት ናው ምክንያቱ ራሻ ብዙሕ ዋጋ ከፊላትሉ ስለ ዘላ እዚ ኩናት እዚ ካልኣይ ግዜ ተመሊሱ መፅኡ ኣብ ከምዚ መድረክ ክእትዋ ኣይትደልን እያ ሓደ ሃፊቱ ሓደ ፅሩይ ዝኾነ መዕለቢ ክረኽብሉ ክኽእሉ ኣለዎም ስለዚ ተስፋ ንገብር እቲ ኩሉ ወገናት ኤሮፓ መጀመርያ ዩክሬን ራሻ ኤሮፓ ዶናልድ ትራምፕ ደረስ ኦፍ ወርልድ ብሓደ ኮይኖም ነዚ ሓደ ነገር መዕለቢ ክገብርሉ እዚ መዕለቢ እንተተገይርሉ ንዓለምና ፅቡቅ ይገርመኩም ንኤርትራ ፅቡቅ እዩ እዚ ነገር እዚ ንምንታይ ናይ ኤርትራ ጽቡቕ ዝብለኩም ዘለኹ ራሻ ናጻ ሃገር ተኾይኑ ካብዚ ኩናት ተወጺኡ ኣብቲ ጂኦፖለቲካ ናይ ዓለም ዓቢ ተራ ክጻወት እዩ እንዳት ጎነ ጊቭ ኤርትሪያ ሞር ኣድቫንቴጅስ ናይ ኤርትራ ሓገ ፑቲን ክሕግዛ ይብለ ኣለኹ እቲ ኣብ መንጎ ኣሜሪካን ናይ ፓወር ኮምፒቲሽን ስለ ዘሎ ብዙሓት ፓወርስ ተመዛዛኒ ሓይሊ ዘለዎም እንድሕር ኮይኖም እዩ ንዓለምና ጽቡቕ እንተዘየለ ኣገይን ንራሻ ስዒሮም ለተይ ንራሻ ስዒሮም ኣሜሪካ ሱፐር ፓወር ኮይኖም ወፂኦም ድሕሪ ኢልና ዘሰይም እቲ ፀገም እዩ ክቕፅል ኣሜሪካ ዝደለየቶ ብሕጊ እናጠሓሰት ንዓንደረት ክትከይድ እያ ስለዚ እቲ ናይ ራሻ ምዕዋት ንብዙሓት ሃገራት ተስፋ እዩ ዝህቦ ምክንያቱ ካልእ ቻንስ ክህልዎም ኣሎ ሓደ ሓያል ጥራይ ደንዳኒ ክኸውን ዘይኮነስ ካልኦት ሓያላት ክህልው ኣሎ ብፍላይ ወታደራዊ ዓይኒ ማለት እዩ

ኤሮፓ ንኤሮፓ ኣፎም ንምትሓዝ ወይ እውን ስነ ስርዓት ንምትሓዝ ቀሊል ነገር እዩ ይብላ ኣሎ ስካት ሪተር ሓደ ካብቲ ዓብዪ ፖለቲካል ኮመንቴተር እዩ ንኤሮፓ ዶናልድ ትራምፕ ንብራስልስ ከይዱ ድሕሪ ሕጂ ዲስካሽን ዝበሃል የለን ሓሙሽተ ሳንቲም ንኔቶ ሂብኒ ወይ እውን ንኤሮፓ ኣነ ዝደልዮ ኣነ ዝብሎ እንተዘይገይርኩም ኤሮፓ ባዕልኹም ጉዳይኩም ፍትሑ ኢሉ ከፈራሮም ይኽእል እዩ ብሕም ዝብል የለ ሕትኽቱኽ ዝብል የለ ፀጋ ዝኾነ ዝዛረብ የለን ክብሎም ይኽእል እዩ ምክንያቱ ዘይነው ሴኪሪቲ ናይ ኤሮፓ ሙሉእ ብምሉእ ኣብ ኣሜሪካ ዝተጎርበተ ስለ ዝኾነ ኤሮፓውያን ሴኪሪቲ ክሃንፁ ይክእሉን እዮም ኣይኮነን በት ኢት ኒድስ ታይም ግዜ ይደልዩ ሓደ ዓሰርተ ዓመት ልዕሊ የድልዮም ብውሕዱ ገጅፍ ገንዘብ ድማ ኢንቨስት ክገብሩ ኣለዎ ኢንዱስትሪ ክሃንፁ ኣለዎም ነዚታት ክትገብሮ ግዜ ስለ ዝወስድ ሕጂ ድማ ኣብ ውዑይ ኩናት ኣትዮም ስለ ዘለዉ ብመንገዲ ዩክሬን ማለት እዩ ካብ ናይ ኣሜሪካ ድምፂ ክወፁ ይክእሉን እዮም ካብ ኣሜሪካ ወፃኢ ካልእ መፍትሒ የብሎምን ካልእ ዝኽልክለና ወይ ዝከላኸለልና ሓይሊ የለን ዝብሉ እዮም ስለዚ ዶናልድ ትራምፕ ኣብ ልዕሊ ኤሮፓ ዓብ ለቨረጀር ዓብ ሓይሊ ኣለዎ ንኣሜሪካ ነይሩባ ድሌቱ ክገብሮም ይኽእል እዩ ገይሮሞም እንዲም ኦረዲ ተረፎም ኮ የብሎምን ኣብ ዘይደልይዎ ኣብ ዘየዋፅኦም ኩነታታት እዮም ብንግዲ ይኹን ብውግእ ዝከቶም ይፀጉ ኣለዉ እቲ ኮንቲነንት እኮ ይስሕና ኣሎ ግን ብዓብዩ እቲ ኩነታት ብቐሊሉ ክውዳእ ዝኽእል ምዃኑ ኢና ንርኢ ዘለና ሶ ኣት ዘ ኤንድ ኦፍ ዘ ደይ ኢን ዘ ናት ሸል ይብሉ እቲ ኩነታት ናይ ኤሮጳ ኣዝዩ ከቢድን በዳህን ክኸውን ከም ዝኾነ ግን ሰላም ተመፂኡ ድማ ንሰላም ተረዳድዮም ተመፂኦም ድማ ናይ ኤሮጳ ፅቡቅ እዩ ኣትሊስት ሪካ ከም ብሓድሽ ካልእ መንገዲ ንክተናዲ ዕድል ክባ ይኽእል እዩ ሰላም ደኣ ኣይደልይዋን እዮም ዘለዉ እሶም በረይ ሰላም ፅቡቅ ክኸውን ይኽእል እዩ ብሓፈሻ ግን ኣነ ክበኩም ዘሊ እቲ ዘሎ ኩነታት እናተረዳና ናበይ ትኸይደ ኣላ ዓለም እናስተብሃልና ክንመሃረሉን ብከፍ ኢሉ ድማ ብነብስና ምድላዋት ክንገብርን እየ ዘሊ ናይ ሎም ሃርስታብ ዝኹዴ ኣይሆፕ ደስ ኢሉኩም ክኸውን ገለ ነገር ሓበሬታ ሓሳባት ዘለኩም ድማ ኣብ ኮሜንት ሰክሽን ግደፉ ላይ ግበሩ ሰፖርት ግበሩ እናበልኩ ናይ ሎም ኣርእስቲ ኣብዚ ኩዴ ምዝያ ክገትፈኩም እየ ምዝያ ኣለዎ ሰለስተ ነገራት ቀልጢፍና ከንዕርየን ከነስተኻኽለን ዘለና መጀመርያ ገንዘብካ ኣብ ባንኪ ዘሎ ንባንኪ እምበር ንዓኻ ኣይኮነን ዘገልግል ስለዚ ገንዘብካ ንጥቕምኻ ንክኸውን በቲ ንስኻ ትፈልጦ ብንእሽተይ ጌርካ ኣብ ስቶክ ማርኬትን ኣብ ካልእ ክሪፕቶን ኢንቨስት ክትገብሮ ፈትን ቁፅሪ ክልተ ጥሮታ ዝበሃል ድሕሪ ቁሩብ ግዜ ጠጠው ክብል እዩ። ኣብ ዕስራታት ሰላሳታት ኣርባዓታት ዘለና እቲ ጥሮታ ናይ መብዛሕተን ሃገራት ፌል ይገብር ከም ዘሎ ኣብነት ናይ ጀፓን ፌል ገይሩ እዩ ናይ ካልኦት እውን ክስዕብ እዩ ስለዚ ብዛዕባ ቁጠባዊ መጻኢኻ ካብ ሎሚ ብዓልኻ ዲዛይን ክትገብሮ ክትክእል ኣለካ ቁጽሪ ሰለስተ ድማ ትምህርትኻ እኹል ኣይኮነን ክንዲ ምንታይ ተማሂርካ? ስለዚ ዓለምና ብቕልጡፍ ትጎይይ ስለ ዘላ ማዕሪያ ንክትጎይይ ክንመሃርን ክንነቅሕን ኣለና። ነዚ ዝሕግዝ ፕሮግራም ኣለና ተጠቐሙሉ ይብለኩም። Thank you።